ሃገራዊ ባንኪ ኤርትራ ንምቕያር ባጤራን ምድራት ምንቅስቓስ ጥረ ገንዘብን ዝምልከት ሓበሬታ ኣውጺኡ። እቲ ሓበሬታ፣ ቀንዲ ዕላማታት ምቕያር ባጤራ፣ ምድራት ምንቅስቓስ ጥረ ገንዘብን ብቸክን ባንካዊ መሳለጥያታትን ዝግበሩ ትውጊታት ከምኡ'ውን ብቸክ ንምስራሕ ዝግበር ምዕንቃፍ ዘኸትሎ መቕጻዕቲ ዘብርህ እዩ። ምሉእ ትሕዝትኡ ብመልክዕ ጸብጻብ ተዳልዩ ኣሎ፣ ይስዕብ።
ምቕያር ባጤራን ምድራት ምንቅስቓስ ጥረ ገንዘብን ሓደ ቀንዲ ዕላማታት ምቕያር ባጤራን ምድራት ምንቅስቓስ ጥረ ገንዘብን ሓደ ነጥቢ ሓደ ብጥረ ገንዘብ ዝግበር ወጻኢታት ምጉዳልን ትውጊታት ብባንካዊ መሰልጠታት ከም ዝኸውን ምግባርን እቲ ዕላማ ብጥረ ገንዘብ ዝግበር ትውጊታት ንምድራት እምበር ንግዳዊ ይኹን ውልቃዊ ንጥፈታት ንምድራት ኣይኮነን። ብቸክን ካልእ ባንካዊ መሳለጥያታትን ንዝግበር ትውጊታት ዝኾነ ገደብ የብሉን። ሓደ ነጥቢ ክልተ፣ ኩሎም ብጥረ ገንዘብ ይኹን ብሰነዳት ዝግበሩ ትውጊታት ሕጋውን መንግስታውን ግዴታታት ዘማልኡ ምዃኖም ምርግጋጽ። ክልተ፣ ብቸክን ባንካዊ መሳለጥያታትን ካብ ሕሳብ ናብ ሕሳብ ምስግጋር ዝግበሩ ተውጊታት። ክልተ ነጥቢ ሓደ። ቅድሚ ሕጂ'ውን ከም ዝተሓበረ፣ ብዝተኻእለ መጠን ኩሉ ትውጊታት ብቸክን ካልእ ባንካዊ መሳለጥያታትን ክፍጸም እዩ። ክልተ ነጥቢ ክልተ። ዝኾነ ክፍሊት ብቸክ ክግበር ሕጋዊ እዩ። ዝኾነ ትካል ወይ ውልቀ ሰብ ዝኾነ መጠን ገንዘብ ብቸክ ክኸፍል መሰሉ እዩ። ክልተ ነጥቢ ሰለስተ። ዝኾነ ካብ ናቕፋ ሰለስተ ሽሕ ንላዕሊ ዝግበር ትውጌት ብቸክ ወይ ብባንክ ጥራይ ይኸውን። ክልተ ነጥቢ ኣርባዕተ። እዞም ዝስዕቡ ብመንግስታዊ ትካላት ዝወሃቡ ኣገልግሎታትን ቀረባትን ብቸክ ወይ ብባንካዊ ምስግጋር ዝፍጸሙ ይኾኑ። ሚኒስትሪ ፋይናንስ፣ ክፍሊ ኣታዊ ውሽጢ ሃገርን ክፍሊ ጉምሩክን፣ ተሌኮሚኒኬሽን፣ ቀረብ ኤሌክትሪክ፣ ቀረብ ማይ፣ ኢንሹራንስ፣ ክራይ ገዛ፣ ድኳናት ሕድሪ፣ ካልኦት ብሚኒስትሪታትን ኣካላት መንግስትን ንዝወሃቡ ኣገልግሎታትን ቀረባትን ዝግበር ክፍሊታት። ሰለስተ፣ ብቸክ ንምስራሕ ዝግበር ምዕንቃፍ ዘኸትሎ ሓያል ናይ መቕጻዕቲ ስጉምቲ። ክፍሊት ብቸክ ምቕባል ዝኣበየ፣ ንሓደ ኣቕሓ ወይ ኣገልግሎት ብቸክን ብጥረን ነንበይኑ ዋጋ ዝሃበ፣ ኣብ ናይ ባንክ ሕሳቡ ሚዛን ዘይብሉ ቸክ ጽሒፉ ዝሃበ፣ ብመንግስትን ባንክታትን ተሪር ስጉምትታት ከቢድ ገንዘባውን ክሳብ ማእሰርትን ምስራዝ ናይ ንግድ ፍቓድን ዝበጽሕ መቕጻዕቲ የስዕብ። ኣርባዕተ፣ ከም ንቡር ኣብ ንግዳዊ ንጥፈታት ኩሉ ገንዘባዊ ኣታዊታት ኣብ ባንክ ብምእታው ዘድልየካ ከኣ ካብ ባንክ ብምስሓብ ክካየድ እዩ ዝግባእ። እዚ ስለ ዝኾነ ካብ ባንክታት ወጻኢ፣ ትካላት ይኹኑ ውልቀ ሰባት፣ ዘይምኽኑይ ብዝሒ ጥረ ገንዘብ ሒዞም ምስ ዝርከቡ ብሕጊ ተሓተትቲ እዮም። ሓሙሽተ፣ ኩሉ ምሽርራፍ ባጤራ ወጻኢ ናብ ናቕፋ ብሕጋውያን ፊናንሳውያን ትካላት ጥራይ ይፍጸም። ካብዚ ወጻኢ ዝካየድ ምሽርራፍ ብሕጊ ከቢድ መቕጻዕቲ ዘስዕብ እዩ፣ ሃገራዊ ባንኪ ኤርትራ፣ ዓሰርተ ለካቲት ክልተ ሽሕን ዓሰርተ ሽዱሽተን።
ኣብ ሓሙሽተ ምምሕዳራት ከባቢ ንኡስ ዞባ ሰረጃቓ ንመሰል ተጠቃምነት መሬት ዝምልከት ሰሚናራት ተኻይዱ። ኣብቲ ሓላፊ ክፍሊ ሕርሻን መሬትን ዞባ ማእከል ኣቶ የማነ ኣባይን ኣባላት ንኡስ ዞባ ሰረጃቓን ብ ትሽዓተ ለካቲት ዘካየድዎ ሰሚናር መሬት ናይ ህዝብን ሃገርን ምዃኑ መንግስትን ኣካላት መንግስትን ድማ ናይ ምሕደርኡ ምሉእ ስልጣን ከምዘለዎም በሪሁ። ኣብ እዋን መግዛእትን ድሕሪ ናጽነትን ኣገባብ ኣጠቓቕማ መሬት ብዝተፈላለየ ስያሜታት ክትግበር ከምዝጸንሐ ዝጠቐሱ እቶም ኣካየድቲ ሰሚናር ብውልቂ ይኹን ብትውልዲ ዝውነን ወይ ዝውረስ መሬት ከምዘየለ ኣነጺሮም። ብረሃጹ ከልምዕ ዝኽእል ዜጋን ናይ ተጠቃምነት መሰሉ ሕሉው ምዃኑ፣ ናይ ተጠቃምነት መሰል ረኺቡ ኣብ ግቡእ መዓላ ዘየውዓለ ነባሪ ድማ ነባሪ መሰል ስለዘየለ ከምዝሕደግ ብምሕባር፣ መሬት ንኻልኦት ምክራይ ወይ ብቐጥታ ተጠቀምቲ ንዘይኮኑ ብውክልና ምሃብ ክልኩል ምዃኑ ብዝርዝር ኣረዲኦም። ተሳተፍቲ ኣብ ዝሃብዎ ርኢቶ እቲ ዝተውሃቦም መግለፂ ልምዓታዊ ንጥፈታት ንምስላጥ ሓጋዚ ብምዃኑ ትግባሪኡ ክቀላጠፍን ዕቱብነት ክህልዎን ተላብዮም። ኣብ ንኡስ ዞባ ሰረጀቓ ኣቐዲሙ ኣብ ዓሰርተ ሓደ ምምሕዳራት ከባቢ ተመሳሳሊ ሰሚናራት ከምዝተኻየደ ኣብ ዝተረፋ ሓሙሽተ ምምሕዳራት ከባቢ ድማ ክካየድ ምዃኑ ተፈሊጡ ኣሎ። ህዝቢ ካብ ከባቢኡ ከይረሓቐ ኣገልግሎት ጥዕና ንኽረክብ ትካላት ጥዕና ኣብ ምስፋሕን ሞያውያን ብብዝሒ ኣብ ምፍራይን ሓያል ፃዕርታት እዩ ዝካየድ ዘሎ። ምዕባለን ዕቤትን ኣገልግሎታት መወከሲ ሆስፒታል ጊንዳዕ ድማ ኣካል ናይዚ እዩ። ወኪል ኤሪና ኣብ ንኡስ ዞባ ጊንዳዕ ኢብራሂም ነፋዕ ንዘዳለዎ ፀብፃብ ሄኖክ ፍረሚካኤል ከቕርቦ እዩ።
ዞባዊ መወከሲ ሆስፒታል ጊንዳዕ ቁጽሪ ክኢላታት ሞያውያን ክብ ብምባሉ ሓፈሻዊ ኣገልግሎቱ ከም ዘስፍሐ ሜዲካል ዳይሬክተር ናይቲ ሆስፒታል ዶክተር ዳዊት እስቲፋኖስ ገሊጹ። እቲ ሆስፒታል ኣብዚ እዋን እዚ ናይ ፊዝዮተራፒ፣ ሕክምና ስንን ምክትታል ትሕቲ ሓደ ዓመት ህጻናትን ክኢላታት ስለ ዝተመደብሉ ቁጽሪ ኣባላቱ ናብ ሰማንያ ከም ዝደየበ በዚ ድማ ኣቐዲሙ ዘይነበረ ኣገልግሎታት ክህብ ከምዝበቕዐ ኣረዲኡ። ብሓፈሻ ሕጂ እቲ ሆስፒታል ጊንዳዕ እቲ ምስቲ ሪፈራል ምዃኑ ቀደም ዝተወሰነ መጠን ኣገልግሎት እዩ ዝህብ ነይሩ፣ ሕጂ ግን ብዙሕ ኣገልግሎት ኣለዎ ተወሰኽቲ። ንኣብነት ኣብዚ ዓመት እዚ ናይ ፊዝዮተራፒ ብምሉእ ዓቕሚ ይሰርሕ ኣሎ፣ ናይ ስኒ ክኢላውን ቅድሚ ሕጂ ናይ ስኒ ኣገልግሎት ንህብ እንዲና ግን ሕጂውን ተወሳኺ ሓኪም ናይ ስኒ ክኢላ መፂኡ ስለ ዘሎ እስቲ ናይ ስኒ ኣገልግሎት እውን ኣፀቢቑ ክዓቢዩ ብተወሳኺ ድማ ናይ ህፃናት ሓኪም እውን ተወሳኺ ስፔሻሊስት ሓኪም ሕጂ ስለ ዘለና ኣብቲ ናይ ትሕቲ ሓደ ዓመት ዕሸላት ዝተፈላለየ ፍሉይ ኣገልግሎት ዝግበኦም ኣብ ኣስመራ ዝረኽብዎ ዝነበሩ ኣብዚ ዓመት ኣብዚ ኣብዚ ጀሚርና ስለ ዘለና እሱ እውን ተወሳኺ ሓድሽ ኣገልግሎትና እዩ። ዶክተር ዳዊት ንኤሪና ኣብ ዝሃቦ ሓበሬታ፣ ካብ ዞባ ሰሜናዊ ቀይሕ ባሕሪ ጥራይ ዘይኰነ፣ ካብ ገለ ክፋል ዞባታት ዓንሰባን ደቡብን ዝመጹ ሕሙማት እውን ከም ዘገልግሉ ጠቒሱ፣ ኣብ ዝሓለፈ ዓመት ኣርባዕተ ሚእትን ሓምሳን ከቢድ፣ ሓደ ሚእትን ሓምሳን ድማ ፈኲስ መጥባሕትታት ከም እተኻየደ ኣብሪሁ። ብጠቕላላ ሕጂ እቶም መጥባሕቲ ዝገበሩ ናብ ሽዱሽተ ሚእቲ ዝጽግዑ እንዮም። እቲ ከበድቲ መጥባሕቲ ንብሎ እቲ ቀንዲ ንጻዕቒ ስራሕ ዝወስድ ግን እቲ መጥባሕቲ ዓበይቲ ኮይኑ ሕጂ እቲ ከበድቲ መጥባሕቲ ከባቢ ኣርባዕተን ሓምሳን እዩ። ምስ ጥንሲ ምስ ሕርሲ ናይ ማህጸን ደቂ ኣንስትዮ ተተሓሓዝ እዩ መብዛሕቱ ኣብ ከባቢ ፍርቁ ይኸውን ማለት እዩ። እቲ ካልእ ሽዑ ምስ ናይ ሽንቲ ጸገም ዘለዎም ድዩ ካልእ ሓፈሻዊ መጥባሕቲ ናይ ሓደጋ ክኸውን ይኽእል እቲ ዝተረፈ ይወስድ መብዛሕቱ ግን ናይ ማህጸንን ናይ ሕርስን እዩ። ካብ ነባሪት ሽዕብ ዝኾነት ኣደ ብመጥባሕቲ ዝተኣልየ ዓሰርተው ሰለስተ ኪሎ ጥረ ድማ ካብቲ ብኣብነት ዝጥቀስ ምዃኑ ተፈሊጡ። ተጠቀምቲ ኣብ ዝሃብዎ ሓበሬታ ኣብቲ ትካል ተዓቚቦም ይኹኑ ተመላሊሶም ኣብ ዝሕከምሉ ግቡእ ሓልዮትን ክንክንን ከም ዝረኽቡ ብምሕባር ንተገዳስነት ሞያውያን ኣመስጊኖም። ዞባዊ መወከሲ ሆስፒታል ጊንዳዕ ሓደ ሚእቲ መደቀሲ ዓራውቲ ኣለውዎ።